ኣብ ጥንሲ ድረኣየካ ነገራት ኣብ ነብስኻ መዓስ ንሆስፒታል ክንከይድ ኣለና እንታይ እቲ ነገራት ተርእና ኣብቲ ነብስና ድስማዓና ናብ ሆስፒታል ቀልጢፈ ከይድ ኣለኒ ደብለና ኢልክን ብዙሕ ፅሒፍክናለይ ኣብ መዓንቲ ብዛዕባኡ ክነግራኪን ምክንያቱ እቲ መሰጅ ዝሰዳለይ ዘለክንሲ ዶንጌ እንዳረኣኽዎ ሕጂ እዚ ሓሙሽተ ነገራት ኣሎ ከምኡ ተተራኢክን ኣብ ነብስኽን ተኽልክን ሆስፒታል ኪዳ ንብለክን ወላ ደው ኢለን ኣብቲ ክሊኒክ ከማን ኖ ሆስፒታል ኪዳ ናብዚ ትምፃእ ኢና ንብለን ስለምንታይ ኖርማል ተፀኒሑ ፅቡቕ ተረይ ጸኒሑ ግን ከምዚ ሕጃን ሕርሰክን ትብለሉ ነገር ተኮይኑ ወይ ሲሰክሽን ከድለክን እዩ ኦፕሬሽን ከድለክን እዩ ገለ ትብለሉ ተኮይኑ ኣብቲ ሆስፒታል መታን ክትፀንሐ ሕጂ እታ ናይ መጀመርታ ደም ይፈሰክን እንተሎ ብብዙሕ ወይ ወላ ንእሽተይ ጥብጥብ ይብለኪ እንተሎ ስተኺልክን ናብ ኣንታ ሽሙ ኺዳ ናብ ሆስፒታል ሓንሳብ ሓንሳብ ሕጂ እዚ ስዊፕ ድበልኮ እቲ ኣብ ሰላሳን ሸሞንተን ኢደን ኣእትየን ከምዚ ከምዚ እንዳገበራ ንሕርሲ ምእንታን ናቹራል ባዕሉ ከም ብኖርማል ክትሓርሳ ምእንታን ንገብሮ ከምኡ ቁሩብ ደም ክፈሰኪ ንኽእል እዩ እሱ ግን ሪዘን ኣለዎ ስለምንታይ ደም ፈስ ኣሎ ኣለና ፈሊጥናዮ ኣለና ከምዚ ጌርና ብኢድና እቲና ከምዚ ስለ ዝገበርናዮ ብቲ ኣፍ ማህፀን ቁሩብ ደም ተርእና ኖርማል እዩ ከምኡ ከይገበርካ ግን ስቕ ኢሉ ደም ፈሰካ ተሎ ኖርማል ኣይኮነን ከምኡ ተኮይኑ ሕጂ ናብ ዶክተር ናብ ዶክተር ናብ ሆስፒታል ትኸዳ ማይ ይፈሰክን እንተሎ ሕጂ ከምዚ ወላ ንእሽተይ በብንእሽተይ ይረኣየክን እንተሎ ሆስፒታል ኪዳ ምክንያቱ ኣለዋ ይመፃ ናብ ክሊኒክ እቲ ማይ ኦልሞስት ተወዲኡ ይፀንሕ እንታይ ደኣ ተብልናየን ቁቁር ክፈሰኒ ቀንዩ ቀንዩ ሕጂ ኣብታ ዝተራእየት ግን ኪዳ ምክንያቱ እቲ ማይ ቀስ ቀስ እንዳበለ ክፈስስ እንተጀሚሩ ኢንፌክሽን ብውሽጢ ክትገብራ ስለ ትኽእለ ፕሊዝ ኣብታ ዝተራእየት ግን ናብ ሆስፒታል ኪዳ ቅርጸት ኣዕሪፍካ ደይገድፈካ ቅርጸት ሕጂ ኣብ ጥንሲ እታ ብኸምኡ ከማን ብዛዕባ ከምኡ ቪድዮ ሰርሐ ነይረ ብራክስተን ሄክስ ዝበሃል ኣሎ እቲ ጨዋዳታት እንዳተመጠጠ ስለ ዝኸይድ ዘሎ ጠጠው ኢልካ ትውዕል ተኾንካ ሕጂ ፎር ኤግዛምፕል ከምዚ ቅርጸት ትገብረልካ ወይ ተደቂስካ ወይ ኮፍ ተኢልካ ይኸይድ እሱ ሽግር የብሉን እቲ ቅርፀት ወላ ኮፍ ኢልካ ወላ ደቂስካ ወላ ኣዕሪፍካ ደይ ከይድ ዓይነት ተኮይኑ ፕሊዝ ሆስፒታል ኪዳ ስቅ ኢልክን ኣብ ገዛ ኣይት ኮፍ ኣይትበላ ስቅ ኢልክን ኣብታ ጀመረት ግን ኪዳ ኖ ኖርማል ይደሎ ተለና ግን ገዛ ትምለሳ ኦው ገሊኡሉ ከኣ ድሕሪ ሰዓት ተመለሳ ክብላክን እየን ገሊኡ ከኣ ኣሎ ኖ ደሸገር ኣይኮነን እምነቲ ቆልዓ ርኢናዮ ልቢ ጽቡቅ ትሃርም ኣላ ቆልዓ ጽቡቅ ኣሎ ተመለሳ ከኣ ይብላክን ማለት እዩ እታ ብጣዕሚ ኢምፖርታንት ፊቶል ሙቭመንት ቆልዓ ይንቀሳቀስ ኣሎ ዶ ይንቀሳቀስ ማለት ናይ ግድን ከምዚ ምሻሉ ድሕመካ ንዓኻ ሓንሳብ ሓንሳብ ከምኡ ማለት ኣይኮነን ወላ ንእሽተይ ጥውይተ ኢሎም ወይ ከምዚ ሸተት ድብል ተሰሚዕክን ቆልዓ እንቃሳቐስ ኣሎ ማለት እዩ እዚ ክብል ከለኹ ሓንሳብ ሓንሳብ ቆልዑ እውን ይድቅሱ እዮም ኣብቲ ማህፀን ሕጂ ናይ ቆልዓኽን ነብስኽን ባዕልኽን ትፈልጣ ሎማዓንትስ ፅቡቕ ኣይስማዓንን እዩ ደሎ ናይ ቆልዓ ምንቅስቃስ ትብላ ትኾን ግን ኣላራም ኣብ ቴሌፎንክን ክልተ ሰዓት ናይ ክልተ ሰዓት ታይመር ጌርክን ኮፍ ኢልክን ወይ ደቂስክን ክልተ ኢድክን ኣብ ከብድኽን ጌርክን ክትቆፅራ ጀምራ ኣብ ክልተ ሰዓት ሽዱሽተ ግዜ ክስምዓክን ኣለዎ ሕጂ ክልተ ሰዓት ኣላርም ጌርክን ከምዚ ኢያ ትገብራ ሓደ ክልተ ሰለስተ ክስምዓክን ኢዩ ኣርባዕተ ሓሙሽተ ሽዱሽተ እታ ሰዓት ተርእያ ትሕቲ ክልተ ሰዓት ተሎ ጽቡቕ ወላ ሓንቲ ሽግር የብሉን ከምዚ እንዳገበርክን ቆጽራ ኣርባዕተ በጺሕክን እታ ኣላርም ናይ ክልተ ሰዓት ተቋሪጻ ግን ክልተ ሰዓት ተበጺሕክን ሆስፒታል ትኸዳ ምክንያቱ ቆልዓ ክንቀሳቀስ ኣለዎ እቲ ቆልዓ ምንቅስቃስ ተቋሪጹ ኣብ ሰዓት ክን ፕሊዝ ሆስፒታል ኪዳ ድበዝሕ ኣለዋ ኣብዚ ይድውላለይ ሄቨነይ ቆልዓ ዳ ብዙሕ ሲ ኣይስማዓንን እዩ ደሎ ኦ ምሽ መዓስ ካብ መዓስ ጀሚሩ ሕጂ ዳ ሰለስተ መዓልቲ ገይሩ ኣብ ሰለስተ መዓልቲ ሕጂ እቲ ቆልዓ ክህሰ ይኽእል እዩ እንታይ ኮይኑ ምንቀሳቐስ ኣብዩ ኦክሲጀን እንጂ ውሒድዎም ማይ ድዩ በዚሕዎም ወይ ውሒድዎም ታደ ክትበልዖ ደለዋ እቲ ነገራት ደይበፅሖም ተሎ ከመይ ጌርና ንፈልጥ ንፈልጥ ኣይንኽእልን ኢና እስኽን ኣብ ሰዓት ክንተደይ መፂእኽናና ሕጂ ቆልዓ ምንቅስቓስ እንተትሒቱ ፕሊዝ ፕሊዝ ፕሊዝ ፕሊዝ ኣብ ሰዓትክን ኪዳ ናብ ሆስፒታል ናይ መወዳእታ ኣብቲ ጥቓ ኣፍ ማህፀን ምሻሉ ሕርሻ ክትቀርብ ከለኻ ይኸብደካ እዩ ከምዚ ገለ ኣብኡ ኮፍ ኢሉ ዘሎ እዚ ሕጂ ኖርማል እዩ ምስ ኮፍቴልካ ወይ ተዕሪፍካ ተደቂስካ እቲ ፕረሽር ምክንያቱ ክድቅስ ከለካ ቆልዓ ከምዚ ኢሉ ክደፍእ ፀኒሑ ክድቅስ ከለካ ሽዑ እንታይ ይኸውን ኣሎ ከምዚ ቁርብ ንላዕሊ ክይድ ይብል ኣሎ ሽዑ ክትስእ ከለካ ከዓ ንታሕቲ ከይድ ማለት እዩ ሕጂ ናይ ግሌንካ ኣሎ እቲ ቆልዓ እንታይ ክገብር ጀምር ክኣቱ ጅምር ናብቲ ኣፍ ማህጸን ከምዚ ኢሉ ወላ ደቂስካ ሽዑ ክለቅቅ ኣይክእልን እዩ ከምዚ ኢሉ ሕጂ እቲ ሄቪነስ ኣብቲ ከምዚ ይኸብደካ ኣብቲ ኣፍ ማህጸን ኣብቲ ጥቓ ርሕሚ ከምዚ ክወጽእ ድደለየ ቆልዓ ወይ ከምዚ ሽቓቕ ክትከይድ ድደለኻ ከምኡ ኮይኑ ይስምዓካ ማለት እዩ ከምዚ ቀልቀል ክወጻካ ድደለየ ሕጂ ከምኡ እንተኮይኑ ወላ ደቂስኪ እንደገደፈኪ እንተኮይኑ ተኺልክን ሆስፒታል ኪዳ ምክንያቱ እቲ ቆልዓ ክወጽእ ጀሚሩ ከይ ከውን እዚኤን ስምተም ዝኾነ ስማዓክን እንተተሎ ኣብ ነብስኽን ናብ ሆስፒታል ኪዳ ካልእ ነገር ስማዕክ እንተሎ ድውል ኣቢልክን ነብቲ ክሊኒክ ኣብታ ድጀመረታ ምስ ገደደካ ደይኮነ ኣብታ ድጀመረታ ከምዚኣስ ትጅምራነላ ከምዚኣስ ትስማዓነላ ክትብላና ከለኽን ኣብ ሰዓትክን ላባራቶሪ ንገብረልክን ኣብ ሰዓትክን እቲ ደድሊ ከኒናታት ንህበክን ኣብ ሰዓትክን ንሕርሰክን ኣብ ሰዓትክን ንቆልዓን ንዓኽን ከነ ብሰላም ክትጋለገላ ምእንታን ደድሊ ነገራት ክንገብር ንኽእል ዝበዝሕ ግዜ ግን ድሕሪ ክልተ ሰለስተ መዓልቲ ድሕሪ ሰሙን ኣብዚ ስራሕ ሄጂ ድድውላለይ ክንደይ ገይሩ ሰሙን እንታይ ደኣ እሞ ስቕልክን እንደ ይገድፈኒ ኢለኸውን ይገድፈኒ እዎ ከምኡ ኢልካ ትትምነ ይገድፈኒ ይኸውን ግን ተደይ ገደፈኒኸ ኣቐዲመ ክነገር ኣለኒ ማለት እዩ ኣይ ሆፕ ዳት ሄልፕስ እተን ትጻፋለይ ዘለኽን ከምዚ ዓይነት መሰጃት ሆፕፉሊ ነዚ ርኢኽን እቲ ደድለይክን ንዓኽን ንቆልዕኽን ዲሲዥን ክትወስዳ ኢለ ብሩኽ መዓልቲ